ሰላም ሰላም ሃመይ እኒኤኹም ናይ ማሂ ዩትዩብ ቤተሰብ ከመይ እኒኤኹም ናለማዓንቱ ውዕሌ ከርእየኩም እየ ጥዒል ያለ ቪድዮ ላይ ሰራሕክልኩም ያው ኣብ ፅሬት ስለለውዓልኩ ኢሎማዓንቲ ትርእይዎ ኣለኹም ናዳ መዳም ብሰዓት ኸይድና ከምዘይ ዓይነት ስራሕ ንሰርሕ ኣለና ትርኢ ኣለኹም ኣብ ዳዕሮ ተመጺኻ ሞሽኮት ይቐሪ ገለ ይቐሪ መንደቕ ይቐሪ ኢኻ ትሓጽብ ኣቲ ንዓረብ ለይ መጻ ክንረአዮ ሃመይ ገርካ ከም ዝስራሕ ማለት እዩ እዚ ከዚ መረባ እዩ ለለኹ ዋነ ውሽጢ ገዛ ወዲኤ እየ ልደገ ወፅኤ ማለት እዩ እዚ ሕውሽ እዩ ኣብ ዓረብ ለለኹን እኮ ትፈልጦ ትኾነ ይኹን ሕውሽ እዩ መዓ ተኣወራኣኝ ትርእዮ ኣለኹ እዚ ሲ ናብ ክልተ መዓልቲ እዩ ኣብ ክልተ መዓልቲ ገለ ከይደ ኢለ ፅርዮ ኣብ ክልተ መዓልቲ ትሪኦ ኣለኹም ዝኹለ ኣወራ ሓደ ሓደ ይኹም ኔኹም ሃ ሓመድ እኒኤ ዲ ስዑዲ ገለ ትብሉ እንቃዓ ሓመድ ለምበይ ሓመድ ልሓመድ ኸለ ወይን ዓይነቱ ላብ ነብስኻ እዩ እንትን ለብልማ ብጣዕሚ ሓመድ እኒኦ መዓት ትርእይዎ ኣለኹም እዚ ከዚ በበይ ሃም ልመፀ ብኩሉ ዝተሓፀረ እዩ ዝግቢ እዩ ግን ብበይ እዩ መጽዩ ኣነ ብጣዕሚ እዩ ዝገርመኒ ማለት እዩ ዝክለይ ሓመድ ሲ በይ እዩ መጽዩ እዚ ኢለ ትርእይዎ ኣለኹም ረኦይ ረኦይ ረኦይ ኣወራ እዚ ከዚ እዚ ሰብኣይ ጥሙይ ኮይኑ እዩ እምበይ ቱቦ ግዘለይ ብማይ ሕጽብ ከብሎ ገለ ኢለዮሲ እሺ ኢሉ ጸጥ ኢሉ ኣነ ለቃ ከምዚ ገይረ ነጋግፎ ኣለኹ ማለት እዩ እንደ ኣወራ እዩ ሰትዩኒ እንደ ኣወራ ናክልተ መዓልቲ ይሕሰብዎ

ብቲክቶክ የለ ብፌስቡክ የለ ዓቕሎም ፀውይዎ ማለት እዩ ረእይዎ ሓመድ ረእይዎ ሓመድ ረእይዎ ሓመድ ወ በስመ ኣብ ኣነሲ ስዑዲ ድየ እኒኹ ስዑዲ ድየ እኒኹ ኢትዮጵያ እየ እኒኹ እንታይ እዩ ሓመድ ትርእይዎ ኣለኹም በቃ ናወዳእኹ እየ ስራሕ ደጊም ንሽተን ይኣራትኒ ብወዲ እየ ደጊም ኣይወ ጋይስ መረባና ብጣዕሚ እያ ደስ ትብለና ኣነ በተለይ እዚ ሕፅፅፅ ኣቢልካ ኣቤት ንሓበሻ ተትኾን እዚ ቡናኻ ቅርርርር ኣቢልካ ደስ ክብል ቡናኻ እዚ ሰንቲ እኒኤና መሬት ሓቀይ እዚ እንታይ ይበሃል ሃምሰንቲ ልመስል ደኒኤ ተነፃፊ ማለት እዩ እሱን ፅፍ ኣቢልካ ገለ ብጣዕሚ ደስ ልብል በቃ ገዝኡሲ ብጣዕሚ ደስ ልብል ማለት እዩ ውሽጢ ትተረኩም

ለለ ድሕሪ ናጋ ተመሊሰ መጸ ህንዱዙይ ኣዋርር ኣልኾን የደግኒ ማለት እዩ ዋ ሳብስክራይብ ግን ይትገብሩ ኣለኹም ጋይስ ታኾንኩም ሳብስክራይብ ባ ተባብዑን እባ ታኾንኩም ደኣ ሹሕ እባ ምልእዋ ሹሕ ምልእዋ እስቲ ጥዒል በለ ካሜራ ገዚእና ጥዒል በለ ማይክ ገዚእና እስካዕ ጥዑይ ቪድዮ ንሰርሐልኩም ሲ ኣተባባዒ ነባ ውይ ውይ ኣብዚኣ መዓንኮረይ ተሪያ ተለል ተለል ተለል ኸይድሊ እዩ ናቱም ሓደ ሓደ እንዲኹም ርጉማት ካብዚ ናቆራረፅኩም ናወሰድኩም ካብ ዩቲዩብ ናቆራረፅኩም ናወሰድኩም ትልጥፉ ኣለኹም ኣብ ፌስቡክ የለ ገለ የለ ኣብዚ ምውሳድስ ውሰዱ ፀገም የብልዩ ኣይ ግን ኣብዚ መፂኹም ለሲ ላይክ ለይ ትገብሩለይ ንምንታይ እዩ ላይክ ሰብስክራይብ ለይትገብሮ ስኢልኩም እትው ኢልኩም ጫፍጫፋ ወሬኡ ምናምን ቁም ነገር ተኣዩ ተውግዕላ ገለ ለየብልኩም ቁርፅ ኣብልኩም ትወስዱ ኣለኹም ማለት እዩ እናሲ እትው ኢልኩም ስምዕ ኣቢልኩም ላይክ ለግብር ኣቢልኩም ሰብስክራይብ ለግብር ኣቢልኩም ተወሰድኩም ኣየባእሰና ምንም ፀገም የውሊ ለዛም ፓርት ቱ ለሲ ሰራሕክዋ ስለለላ ኣብዚ ንዓራት ገለገለ ልብል ብዙሕ ሰብ እንድዮ ብጣዕሚ ተቃዊሙ እንታይ ማለት እዩ ከምዚ ጓል ኮንክ ስለምንታይ ከምዚ ትብሊ ገለና ኣለኒ ሰብ እናሲ ናይ ፓርቲ ቱ ኣጓላት ለስ ልሰራሕክዋ እኒኣ እያ ፅባሕ ክለቀልኩም እየ ለማዓንቲ ኳ ደኺምኒ እዩ ኣጋጣሚ ደኺምኒ ስለዝኾነ ፅባሕ ክለቀልኩም እየሳ ማለት እዩ ለላ ከም ብሓድሽ ቆራሪፅኩም ቆራሪፅኩም ትወስዱ ኢኹም በይ ውሰዱ ለኣና የተባብዐና እዩ ከምዚ ዓይነት ትርእይዎ ኣለኹም እዚ ዶ ብዙሕ ሓደ ገጽ እዩ ኣብዚ ዶ እንደ ኣወራይን እዩ ዋ ነዊሕ እዩ ብጣዕሚ እዚ ሕውሺ ብጣዕሚ እዩ ገፊሕ ብጣዕሚ ማለት እዩ እንደ ኣወራ እዚ ሳልሳይ መዓልቲ ሳልሳይ መዓልቲ ይስልቸኩም ዶ ኣብዚ ኩዕሸ ግነ ብድሕሪት እኒኣ ሰብሲ

ለኣየ ጥንካረ እዩ ዝኾነኒ ንሱ ማለት መፍለጢ እዩ ዝኾነኒ ዩቲቦይ እኳሲ ተስፋ ቆሪፀ ሓዲገዮ ዝነበርኩ ሳላ ሃምኡ ሃምኡታት ሓደ ሓደ ዛዕባታት ናምፃኹ ገለ ልብሱት ኣለኹ ከዚ ማለት እዩ ከዚ ይንቀሳቐስ ኣሎ ዩቲቦይ ዳሕና እዩ እና ጋይስ ዋይ ዝኾነ ርእቶ ገለ ተሃሊኩም ለ ፀሓፉ ኣይትፃረፉ ስቲ ኣይትፃረፉ ብፀርፊ ንምለስ ነገር እኮ የለ ማለት

እንትን ማለት ቱ ጥዑይ ሓሳብ ሲ ለይትፅሕፉ ምፅሓፍኹም ኣይተርፈኩም እዩ ትፅሕፉ ኣለኹም ኢኹም ግን ኣብታ ምፅሓፍ ሲ ጥዕይ ዝበለ ኮሜንት ለይትፅሕፉ ታይ እዩ ፀርፊ ፀርፍስ ታይ እዩ ኣምሓሩ ትሪእዎም ኣለኹም ዶ ዳውን ኣይጋባሩ ባዕሎም ባዕሎም ብስሩ ዝሓፍተይ ገለ ፅቡቕ ኮሜንት ችግር ተሃልዩ ዋላ ኣስትያየት ገለ እዮም ዝፅሕፉላ።

እዚ ኩስትር ኩስትር የቢለይ እኒ እኽሎም መዓንቲ እየ ሓፀውክወ ምክንያቱ ደኺምኒ ብዙሕ ስራሕ እየ ሰሪሐ ውሽጢ ገዛ ደኺምኒ ስለዝኾነ ኮስቲሮ እየ ድሕሪ ፅባሕ መፅየ ግን ክሓፅዎ እየ ማለት እዩ ምንም ኣይብሊ ጥዑይ ስለዝኾነ ሰብኣይ ለ ዳሕና እዩ ምንም ኣይብሊ ረእይዎ ኩስትር ኩስትር ኣቢለ ሓመድ ስኒ እወ እዩ ገዛና ግን እዚኣ ትመፅእ ብጣዕሚ እየ ዝፎትያ ኣነ ገዛና ደስ ክብል ብጣዕሚ እዩ ደስ ልብል በቃ እዚሲ ብላዕሊ እንት እንተትልዮስ ሆቴል ወልዎ በቃ ሆቴል እዩ ልመስል ደስ ክለቃ እዚ ሓበሻ ኢትዮጵያ እንት እንተትኾንሲ ኣብ ኢትዮጵያ ከምዚ ዓይነት ገይረ ንቐፃሊ ትምኒተ እዩ ፏድ ድምቕ ፈሽ ረእይዎ ኣታ እንደ ሓመድ እዩ ዋየ በስማሜ ወዳድኤ ሞሽ ኢለኝ ኣጋምሸት እዩኞ ኸዚ ክምለስ እየ ልገዛይ ማለት እዩ እና ከምዚ ኣለኩም ለኹ ጎሩ ኢኹም ጋይስ ጥዒ በለ ሃናፃይ ርእቶ ፀሓፉለ ረእይዎ እቲ ውሽጢ ውሽጢ ረእይዎ ካሜራ ስለለለ